ናይ ሎማዓንቲ መደብና ከመይ ጌርና ሰዓት ንሓትት፣ ከመይ ጌርና ሰዓት ክንደይ ምዃኑ ንነግር፣ ከምኡ እውን ኣቑሑት ዋጋ ይኹን ከመይ ጌርና ንዛረብ፣ ከመይ ጌርና ንሓትት ዝብል ክንርኢ ኢና። ብዘይካ እዚ ከዓ ዕለተ ልደትካ መዓዝ እዩ፣ ኣበይ ተወሊድካ ንዝብሉ ሕቶታት እውን ክንሪኦም ኢና። ኣብ መወዳእታ ቲፕ ሒዘልኩም መፂኤ ኣለኹ። ላይክን ሰብስክራይብን ብምግባር ጀምሩ። ክሳብ መወዳእታ ምሳይ ፅንሑ። ናብ ትምህርትና ኤክስኪዝ ሚቭራው ማኽ ኤክስ ፍራገን ይቕሬታ ሓፍተይ ገለ ክሓተኪ ይኽእል ዶ ማለት እዩ ኣብዚኣታ ሚቭራው ትብል ምጓል ስለዝኾነ ንሓታ ማዳም ማለት እዩ ግን ያው ብትግርኛ ብዙሕ ግዜ ማዳም ገለ ስለ ዘይንብላ ዘይንፈልጦ ሰብ ወይ ዘይንፈልጣ ጓል ክሓትክልና ሓፍቲ ንብል ንወድኻ ሓወይ ስለንብል ብልምዲ ማለት እዩ ንኸምኡ እምበር ቀጥታ ትርጉም ናይ ሚብራው ሓፍቲ ማለት ኣይኮነን። ብሞታ ድማ ኣብ ክንዲ ንወዲ ተንሓስብ ነርና ሕጂ ንኣብነት ኣብ ክንዲዛ ሚብራው ትብል ዘላ ሚኒር መእተና ነርና ማለት እዩ። ዘይክር ዘይክር ብርግጽ ማለት እዩ ሁላት ኢዝ ሀት አልሸብሊፍት ክንደይ ሰዓት ከም ዘለዎም ነገር ክንዶ ከም ማለት እዩ ሀት ኢዝ ቨይፍ እዩ ሀት ኢዝ ቨይፍ እዩ

ሰዓት ክትሕዝዋ ኢኹም ማለት እዩ ወይ ከዓ ብቐሊሉ ክትርደእኩም እያ ማለት እዩ። እዛ ስእሊ ከም ትርእይዋ ዘለኹም እንታይ ዝብል ፅሑፍ እኒኤዋ ኢዩር ኦቨር ሃብ ፉር እታ ኦቨርን ኣብታ ፉርን ትብል ኣብኣ ኢኹም ቀንዲ ትኩረት ክትገብሩ ደልየኩም ዘለኹ ኦቨር ማለት ኩሉ ግዜ እቲ ነገር ካብቲ ሰዓት ንኣብነት ሕጂ እንድሕር ዓሰርተ ሓደ ሰዓት እንድሕር ተሃልዩ

ካብታ ፈረቓ ክትሓልፍ ከላ ከኣ ጎደል ጎደል እናበልና ክሳብታ ትኽክለ ክሳብታ ምልእቲ ሰዓት ዝበጽሕ ከኣ ቭርዞን ንብሎ። ንኣብነት ሕጂ እዛ ስእሊ ብደንቢ ተዓዘብዋ፣ ሀት ኢዝ፣ ሀት ኢዝ ኢልኩም ኢኹም ትጅምሩ፣ ሀት ኢዝ ኤልፍ ኢዩር እዚ ታይ ማለት እዩ ዓሰርተ ሓደ ሰዓት ኮይኑ ኣሎ ማለት እዩ። ሀት ኢዝ ቲን ኦቨር ኤልፍ ኢዩር እዚ እንታይ ማለት እዩ? ዓሰርተ ሓደን ዓሰርተን ንብል ኣለና ማለት እዩ። መጀመርያ እቲ ደቂቃ ኢና ንጽውዖ፣ ካብኡ ኦቨር ወይ ከዓ ቡር ንብል ከምቲ ዝብልኩኹም ተወሳኺ እንድሕር ተላ ተኮይኑ ክሳብ ምስ ፈረቓ ዘሎ ደቂቃ እንድሕር ተኮይኑ ተወሳኺ ዝኾነ ኦቨር ኦቨር ኦቨር ናብና ንኽእል ማለት እዩ እንድሕር እንተ ጎደል ክኸውን ከሉ ከዓ ቡር ናብና ንፅውዖ ማለት እያ ወይ ከዓ መንጎታ ደቂቃ ናብ መንጎታ ሰዓትን ቡር ዝብል ቃል ኢና ነእቱ ማለት እዩ። ደቃ ከምኡ ናብታ ካልኣይቲ ንኺድ። Hat is quart over elf Hat is quart over elf uur እንታይ ማለት እዩ? ዓሰርተ ሓደን ርብዕን ንብል ኣለና ማለት እዩ። ልክዕ ኣንተ እንታይ ኢለኩም ነይረ ክሳብታ ምስ ፈረቓ ዘላ ደቓይቕ ክንዛረብ ከለና ኦቨር ኦቨር ኦቨር እናበልና ኢና ንዛረብ።

እንታይ ንብል ሃፍ ትዋልፍ ንብል ዳት ኢዝ ሃፍ ትዋልፍ እንታይ ማለት እዩ እዚ ዓሰርተ ሓደ ፈርቓም ማለት እዩ ከም ፖይንት ክትሕዝዋ ዝደልየኩም ነገር እንታይ ኣሎ ኣብ ከምዚ ኣብ ትግርኛ ሕጂ ዓሰርተ ሓደ ፈርቓም ድሕሪ ኢልና በቃ በዓል ዓሰርተ ሓደ ፈርቓም ማለት እዩ ነገር ግን ኣብዚ ደች ግን ከምኡ ኣይኮነን እዩ ድሕሪ ተራ ሕጂ ዓሰርተ ሓደ ፈርቓም ክትብል ድሕሪ ተኮይንኩም ምስ ፈረቓ ትብል ቃል ንክትገልፅ ዝኾነ ድሕሪ ተኮይንኩም ድሕሪ ዓሰርተ ሓደ ፈርቓም ተኮይኑ እቲ ዓሰርተ ክልተ ትብል ቃል ክትጠቕስዋ ትክእሉ ኣለኩም ኣብ ከከምቲ ዓሰርተ ሓዝቲ ዓሰርተ ክልተ ኢኹም ጠቕስዎ ናብ ዓሰርተ ክልተ እንድሕር ተደኣ ተኸይታለታ ሰዓት ማለት እዩ ካብ ዓሰርተ ናብ ዓሰርተ ክልተ እንድሕር ትኮይኑ ልክዕ ከምኡ እንድሕር ትኮይኑ ከዓ ንኣብነት ሕጂ ካብ ትሽዓተ ናብ ዓሰርተ እንድሕር ትኮይኑ ዝኸ ዘሎ እቲ ዓሰርተ ኢኹም ጠቕስዎ ምስ ፈረቓ ክትብሉ ከለኹም ማለት እዩ ስለዚ እንታይ ንብል ዓሰርተ ሓደ ፈረቓን ኢሉ ንምባል ሰዓት ንምባል እንታይ ንብል ሃፍ ትዋልፍ ሃት ኢዝ ሃፍ ትዋልፍ እንድሕር እንተ ረብዕ ጎደል ንዓሰርተ ክልተ ክንብል እንድሕር ተደኣ ተኮይንና ከዓ እንታይ ኳርት ቮር ትዋልፍ እዩ ንብል ኣለና ማለት እዩ እንድሕር ተደኣ ዓሰርተ ጎደል ክንብል ተደልና እውን ልክዕ ከምኡ እታ ቲን ነምፅኣ ካብኡ እታ ቮር ንእትዋ ካብ ትዋልፍ ንብል ማለት እዩ ወይ ከዓ ሰዓት ንገልፆ ክሉ ግዜ ማለት እዩ ስለዚ እንታይ ማለት እዩ ቲን ቮር ትዋልፍ ቲን ቮር ትዋልፍ ስለዚ ኣብ ቀጻሊ ንሪኦ ከኣ እንታይ እዩ ሕጂ ሰዓት ክንዛረብ ከለና ክንድዚ ሰዓት ክንብል ከለና ናይ ምሸት ድዩ ናይ ቀትሪ ድዩ ዋላስ ናይ ወጋሕታ ድዩ ክንዛረብ ክንክእል ኣለና ማለት እዩ። ስለዚ ኣብዛ ምስሊ ከም ትርእይዋ ዘለኹም ካብ ሽዱሽተ ሰዓት ክሳብ ዓሰርተ ሰዓት ኣብ ዘሎ ንጉህ ንብለልና ወይ ከዓ መርኸንዝ ካብ ዓሰርተ ክሳብ ዓሰርተ ሸሞንተ ስሚዳክስ ካብ ዓሰርተ ሸሞንተ ክሳብ ፍርቂ ለይቲ ዘሎ ከዓ ሳቮንስ ንብሎ ካብኡ ስናክስ ማለት እዩ እዚ ናይ ወጋሕታ ዘሎ ማለት እዩ ንኣብነት ሀት ኢዝ ዘበን ኢሩስ መርኸንዝ ሀት ኢዝ ዘበን ኢሩስ መርኸንዝ ንጎ ሸውዓተ ሰዓት ኮይኑ ኣሎ ማለት እዩ። እቲ ኢዘቨን ኢር ሳብኡንስ ሸውዓተ ሰዓት ናይ ምሸት ኮይኑ ኣሎ ማለት እዩ። ኢን ኢር ስናክትስ ስናክት ማለት እንታይ ማለት ተባሂልና ነርና ናይ ወጋሕታ ማለት እዩ። እቲ ኢዘ ኢን ኢር ተይልካ ከም ከዓ ስሚዳክስ ወይ ከዓ ከም ብዛሕ ሰዓት ወይ ከዓ ፍርቂ መዓልቲ ከም ማለት እዩ። ሁቬልኮስት ደ ወይ ድማ ሁቬል ኮስት ሄድ ኢልና ክንቅጽል ንኽእል ኢና። ሁቬል ኮስት ማለት ክንደይ ዋግኡ ማለት እዩ። ንኣብነት ሕጂ ሁቬል ኮስት ደ ፔን ድሕሪ ተባሂልኩም ሕጂ እቲ ቢሮ እንታይ ክንደይ ዋግኡ ማለት እዩ ወይ ክትሓትቱ ተደሊኹም ማለት እዩ። ካብኡ እንታይ ንብል ደ ፔን ኮስት ኢን ሃቭ ኢሮ ሁቬል ኮስት ደ ያስ ደ ያስ ኮስት ዘበን ኢን ታክተህ ኢሮ ብዛዕባ ቁጽሪ ኣብ ዝሓለፈ ቪድዮ ኣብ ኣብታ ኣብ መጀመርያ ዘላ ቁጽሪ ቪድዮ ሰሪሐልኩም ነይረ ናብኡ ተመሊስኩም ክትርእይዎ ትኽእሉ ኢኹም ክሳብ ሚእቲ ቁጽሪ ከመይ ንጽውዖ ከመይ ክንገብር እና ዝብል ሰሪሐልኩም ነይረ እታ ሳስይቲ ኣብነት እንታይ ይምጽእልኩም ኣለኹም ሁቬል ኮስት ሀት ሆርለዥ እታ ሰዓት ክንደይ ዋጋኣ ማለት እዩ ሆርለዥ ማለት እዛ ትርእይዋ ዘለኹም ሰዓት ማለት እዩ እቲ ሆርለዥ ኮስት ዘይፍ ኤንደርቲክ ኤር ኦርበንየ ክንደይ ዕድመኻ ማለት እዩ? Ik ben 25 jaar. Ik ben 25 jaar. 25 ዓመት እየ ማለት እዩ ድሕሪ ደራ ድልዩኻ እውን ግን 25 ዓመት ጥራሕ ክትብል ትኽእል ኢኹም 25 jaar. Hoe oud is Susanna? Ze is 25 jaar. 25 ዓመት እዩ ማለት እዩ ወይ ከዓ ብዛዕባ ከለና እውን 25 jaar ክንብል ንኽእል ኢና ማለት እዩ ምስ ዕድመ ተተሓሒዙ ግን ካልኦት ኣገላልጻ እውን ካልኦት ሕቶታት እውን ኣብዚ ምጽእ ኢልኩም ኣለኹ ኣብነት መዓስ ተወሊድካ ኣበይ ተወሊድካ ንዝብሉ ነገራት ማለት እዩ ቫኒር በኒ ኪቦርን ቫኒር በኒ ኪቦርን መዓስ ተወሊድካ ማለት እዩ ኤክበን ኪቦርን ኦፕ

ኣብዚኣ ዓመት ጥራሕ እዩ ዝሓተና ዘሎ እቲ ዝተወለድናሉ ዓመት እምበሪ ወይ ቦታ ኣይኮነን ዝሓተና ዘሎ ወይ ከዓ ወርሒ ዕለት ገለመለ ኣይኮነ ዝሓተና ዘሎ ማለት ያር ማለት ዓመት ማለት እዩ Ik ben geboren in 1982 Tag

ብመቕጻል መዓልቲ፣ ሰሙን፣ ወርሒ፣ ዓመት ከምኡ ድማ መዓልታት ክንብሎም ሸውዓተ መዓልታት እውን ሒዘልኩም መጽእ ኣለኹ። ዳኽ መዓልቲ ማለት እዩ። ቪክ ሰሙን፣ ማንድ ወርሒ፣ ያር ዓመት ማለት እዩ። ማንዳኽ ሶኒ፣ ዲንስዳኽ ሶሉስ ማለት እዩ። ወንስዳኽ ዶንደርዳኽ ፍራይዳኽ፣ ዛተርዳኽ፣ ዞንዳኽ ከምኡ እናበልና ካብ ሶኒ ክሳብ ሰንበት ማለት እዩ ከምኣ ጌርና ገሊፅና ብምቕፃል ድማ ዓሰርተ ክልተ መዋርሓት እውን ኣለዉ ያንዋሪ ጥሪ ማለት እዩ ፌብርዋሪ ለካቲት ኣብዚ ዝገርመኩም ነገር ዳርጋ ምስ እንግሊሽ ማዕረ እዮም እቶም ብደች ንጽውዖም መዋርሓት ዋላ ብኢንሹሲ ማርያም ኦልሞስት ሓደ ሓደ ጥራሕ ንእሽተይ ፈላላይ ጥራሕ ኣለዎም ማለት እዩ። ማርት መጋቢት ማለት እዩ። ኣፕሪል፣ ሚያዝያ፣ መይ፣ ጉንበት፣ ዩኒ፣ ሰነ፣ ዩሊ፣ ሓምለ፣ ኦግስቶስ፣ ነሓሰ፣ ሰፕተምበር፣ መስከረም፣ ኦክቶበር፣ ጥቅምቲ፣ ኖቨምበር፣ ሕዳር፣ ዲሰምበር፣ ታሕሳስ፣ the season on እቶም ወቕትታት ማለት እዩ ለንተ ተልና ጽድያ ማለት እዩ ዞመር ክረምቲ ማለት እዩ ሀርፍስት ቐውዒ ማለት እዩ ቪንተር ሓጋይ ማለት እዩ ናይ ሎማዓንቲ ናይ መወዳእታ ከም ቲፕ ሒዘልኩም ዝመጻኹ ነገር እንተሎ እንታይ እዩ እቲ ሓሳብ ተስማሚዕኩምሉ ወይ ፅቡቕ እንድሕር ተመሲልኩም ወይ ከዓ እቲ ሓሳብ ከም ሕማቕ ኮይኑ ተተሰሚዕኩም ወይ ከዓ ምንም ሓሳብ ተዘይብልኩም ሓሳብ ይብልን ኢልኩም ክትመልጡ ዘኽእላኹም ሙሉእ ሓሳባት ሒዘልኩም መፅእ ኣለኹ Ik vind het een goed idee ጽቡቕ ሓሳብ ይመስለኒ ዝኾነ ሰብ ዝኾነ ሓሳብ ከምዚ ከምዚ ንግበር ደልኩም ሓሳብ እንድሕር ተይበኩም ጽቡቕ ሓሳብ ይመስለኒ ድጋፍኩም ክትርኢ ከለኹ ማለት እዩ ኢክቪንድ ሀት ኤን ስለክት ኤዲ ሕማቕ ሓሳብ ይመስለኒ ወይ ከዓ በቲ ሓሳብ ከይትስማዕማዕ ክትተርፉ ከለኹም ማለት እዩ ኢካብኺን ኢደ ሓሳብ የብለይን ማለት እዩ ካብኡ ብምውሳኽ ኩድኮብ ጽቡቕ ዋጋ ማለት እዩ ድሕር እንተ ዝመጣጠን ዋጋ ጽቡቕ ዋጋ እንድሕር ተረኺብኩም ኹድ ኮፕ ትብልዎ ኣለኹም ማለት እዩ ዱር ከዓ ክባር ማለት እዩ እቲ ነገር እሱ እንድሕር እንተ ክባር ትኾንኩም ዱር ትብሉ ኣለኹም ማለት እዩ ናይ ሎም ዓንትን እዚእን ትምህርቲ ይመስላ ላይክ ሼር ሰብስክራይብ ምግባር እውን ከይትርስዑ ክሳብ ቀጻሊ ቪድዮ ብካሊእ ትሕዝቶ ክሳብ ንራኸብ ሰሰናይ ንኹላትና